እግዚኣብሔር እንታይ እዩ እግዚኣብሔር ሰናይ እዩ እግዚኣብሔር ሰናይ እዩ መበገሲ ጠቕሲ ኣብ ዘዳግም እየ ክርኢ መበገሲ ጠቕሲ ኣብ ዘዳግም ኣብ ዘዳግም ምዕራፍ ዓሰርተ ሓሙሽተ ምዕራፍ ዓሰርተ ሓሙሽተ ሶሪ ዓሰርተ ሓሙሽተ ኢለኩም ዓሰርተ ሸሞንተ ቁፅሪ ዓሰርተ ሓሙሽተ ገላቢጠ እየን ዘዳግም ዓሰርተ ሸሞንተ ቁፅሪ ዓሰርተ ሓሙሽተ እዩ ዘሎ እግዚኣብሔር ኣምላኽካ ይብል ካብ ማእከልካ ካብ ኣሕዋትካ ከመይ ዝበለ ነቢይ ከተንስኣልካ እዩ ንዕኡ ስምዕዎ ይብል ንዕኡ ስምዕዎ ይብል እንታይ ይብል እግዚኣብሔር ኣምላኽካ ካብ ማእከልካ ካብ ኣሕዋትካ ከማይ ዝበለ ነብይ ከተንስኣልካ እዩ ንዕኡ ስምዕዎ ይብል ማለት እዩ ዘዳግም ዓሰርተ ሸሞንተ ዓሰርተ ሓሙሽተ ታይ እዩ ምዱብ ግዜ ኣምላኽ መዓስ ንዝብል እዩ ማለት እዩ ምዱብ ግዜ ኣምላኽ መዓስ ንእግዚኣብሄር ምዱብ ግዜ ኣምላኽ ንእግዚኣብሄር እዩ ምዱብ ግዜ ኣምላኽ ንሰብ ምፍላጥ ኣይተዋህበን። ምዱብ ግዜ ኣምላኽ ማለት ምዱብ ማለት እንታይ እዩ ምኽሪ ኣምላኽ ወይ ድማ ዕላማ ኣምላኽ ወይ ድማ ሓሳብ ኣምላኽ ይብል ማለት እቲ ምዱብ ማለት እንታይ እዩ ምዱብ ማለት እንታይ እዩ ምኽሪ ክኸውን ይኽእል ናይ ምን ምኽሪ ናይ እግዚኣብሔር ምኽሪ ምዱብ እንታይ እዩ መደብ ናይ እግዚኣብሔር ማለት እዩ ወይ ከዓ ዕላማ ናይ እግዚኣብሔር ማለት እዩ ስለዚ መደብ እግዚኣብሔር ወይ ድማ ምዱብ ግዜ ኣምላኽ መዓስ ዝብል ምዱብ ግዜ ኣምላኽ ወይ ድማ ዕላማ ናይ ኣምላኽ ንሰባት እንታይ ኣይኮነን ግሉጽ ኣይኮነን ሰዓቱ ውን ከምዚ ከምዚ ዝብል ኣይኮነን ምክንያቱ እግዝኣብሄር እንታይ ከም ዝገብር ስለ ዝፈልጥ ማለት እዩ ምክንያቱ ናይ ሰባት ሕቶ ከኣ መዓስ እዩ ዝብል ኩሉ ግዜ እግዝኣብሄር ከኣ ከም ፍቓድ ኣምላኽ እዩ ዝብል ከም ፍቓደይ ዝብል ምክንያቱ ንናይ እግዚኣብሄር ሰሚዑ ዕላምኡ ሕጂ ንኣብነት ንበል መደብ ኣምላኽ ኣባይ ኮነ ኣባኻትኩም ጽባሕ ክትመቱ ኢኹም እንተ ንበሃል ኔርና ገለ ነገር ምገበርና ኔርና ሕጂ እዚ ኣብ ኣምላኽ ጥራይ እቲ መደብ መዓስ ኢኹም ጽባሕ ናብ ጎይታ ትመጽኢኹም እንተ ዝብለና ነይሩ ወይ ከኣ ንፈልጣት እንተ ንኾን ነርና ሓደ ነገር ምገበረ ነይሩ ሰብ ማለት እዩ ወይ ከኣ ዝኾነ ነገር ማለት እዩ ዋላ ጎይታ የሱስ ክርስቶስ ደቂ መዛሙርቱ ምስኡ እንዳኸዱ መንግስትኻ መዓስ ኢኻ ተቐንዕ ኢሎም መንግስቲ ኣምላኽ ንዓኻትኩም እንታይ ምዃን ኣይኮን ንዓኹም ኣይኮን ንኣቦ እዩ ዝምልከት ኢሉ ንዓኹም ኣይምልከተኩም ኢሉ መዓስ ምዃኑ ንእግዚኣብሔር ዝምልከቶ ኢሉ ሕጂ እንታይ ምዱብ ግዜ ኣምላኽ መዓስ ንዝብል ንኣምላኽ እሞ ንሕና ዳኣ እንታይ ንዝብል ነገር ነዚ እዩ እዚ እግዚኣብሔር ኣምላኽካ ካብ ማእከልካ ካብ ኣሕዋትካ ካማይ ዝበለ ነቢ ከተንስኣልካ እዩ ዝብል ዘሎ ሙሴ እዩ ቀደም እዩ ኣብ ዘዳግም እዩ ከምኡ ዝብል ዘሎ ሕጂ ካብ ዘዳግም ክሳብ ሕጂ ንሕና መጺና ዘለና ንባዕሉ ሙሴን ናይ ኣብርሃምን ናይ ኣርባዕተ ሚእቲ ዝኸውን ፍልልይ ኣሎም ዓመታት ግን ሙሴ ክዛረብ ከሎ ወይ ከኣ ኣብርሃን ክዛረብ ከሎ ከምዛ ብሓንሳብ ዝነበሩ እዩ ዝዛረብ መጽሓፍ ቅዱስ ኦኬ መደብ ክዛረብ ከሎ ንዓና እውን ሕጂ እውን ከምኡ ከምዚ ሕጂ ኮይኑ እዩ ዝዛረብ ምክንያቱ ናይ እግዚኣብሔር ነገር መዓልቲ ምድሓን መዓስ እያ ዝብለና ሕጂ እያ ዝብለና ንሕና ንፈልጣ ብዛዕባ ሕጂ ኢና ንፈልጥ ምክንያቱ እግዚኣብሔር ንክንፈልጣ ዝግባኣና ግዜ ንሳ ስለ ዝሃበና ስለዚ እግዚኣብሔር ኣምላክ ካብ ማእከልካ ዝብል ዘሎ ንጌታ የሱስ ክርስቶስ እዩ ዝገልጽ ዘሎ ማለት እዩ ስለዚ ሃዋርያት እውን መዓስ እያ መንግስትኻ ኣብ እስራኤል ተቐንዕ ኢሎም መንግስትኻ ንሳቶም ዝጽበዩ ዝነበሩ ጌታ የሱስ ክርስቶስ መንግስቲ ናይዛ ምድሪ ኣብዚኣ ገይሩ በቃ ከም ድሌቶም በቃ ኩሉ ሰላም ኮይኑ በቃ ሰበ ስልጣንን ኮይኑ ዋላ ደቂ ዘብዲዎስ ኣዲኦም መጽያ ነታ መንግስቲ ንሳ እንደራኣየት እያ እንታይ ኢላቶም ንደቀይ ሓዲኦም የማንካ ሓዲኦም ድማ ኣብ ፀገምካ ጌርካ ሲ ስልጣን ሃቦም ኢላቶ ማለት እዩ እንታይ ትሓስብ ዘላ እንተ ኢልና መደብ ናይ ሰብ ወይ ድማ ናታ ናይ ባዕላ ስልጣን ከመይ ገይሮም ደቃ ከም ዝዓብዩ ምክንያቱ ጌታ የሱስ ክርስቶስ ድማ ብስጋ ዘመዶም ስለ ዝኾነ ማለት እዩ። ግን መደብ እግዚኣብሔር ኣምላኽ ንእግዚኣብሔር እዩ። መደብ እግዚኣብሔር ንእግዚኣብሔር ዝምልከት ንሕና ግን መደብ ናይ እግዚኣብሔር ኣባና ከም ዝፍፀም ፈሊጥና ንእግዚኣብሔር ምፅባይ ጥራይ ዝምልከተና ማለት እዩ። መደብ እግዚኣብሔር ጌታ የሱስ ክርስቶስ ቅድሚ ምውላዱ ብዙሓት ከምዚ ሕጂ ዝበና ንዑ ጌታ የሱስ ክርስቶስ እዩ ክትንስኣልኩም እዩ ዝብሎ ዘሎ ሕጂ ብናቶም ሓሳብ እንተሪኢኻ ነዊሕ እዩ በቃ ብዙሓት እንዳ ኣብቲ ዕብራውያን ርኢና ኣለና እንዳተጸበይዎ ብዓይኖም ከይረኣይዎ ብዙሓት እዮም ከይዶም ማለት እዩ ግን ሰሚዖም እዮም ኣብ እዝኖም ግን ክሰምዑ ከሎ ከም ሕጂ ከም ዝፍጸም እዩ ዝሰምዑ ናይ እግዚኣብሔር ኩሉ ግዜ ሕጂ ስለ ዝኾነ እዩ ማለት እግዚኣብሔር ሽሙ ይባረኽ ስለዚ መደብ እግዚኣብሔር መጽሓፍ ቅዱስ ኣብ ኤርምያስ እንተ 21 ቁፅሪ 11 ኣነ ዝሓስበልኩም ሓሳብ ይፈልጦ እየ ሓሳብ ደሓን ይብል ሓሳብ ድሓን እዩ ዝብል መፈጸምተን ከ ኣለዉ ይብል መዓስ እሞ ሕጂ ፈልጠ እየ በቃ እሞ እንታይ ደኣ ሰብ ስቕ ተሳቀየ ዝመስሎ ሽግር ዝወረዱ ዝመስሎ እሞ እግዚኣብሔር ኣነ ዝሓስበልኩም ሓሳብ ይፈልጡ እዩ ሓሳብ ድሓን ዝብለና ኣበይ ኣሎ ድሓን ክትብል ትኽእል ኢኻ ግን ኣበይ ኣሎ ድሓን ዝበልካ ድሓን ኣይትረክብና ድሓን እዩ ዘሎ እንተልካ ድሓን እዩ ዝኾነልካ ኣሜን ድሓን እዩ ዘሎ እንተልካ በቲ ምኽሪ ኣምላኽ ወይ ድማ በቲ መደብ ኣምላኽ እንተ ኸድካ ምናልባት ሎሚ ኣይኮነን እንተመሰለካ ዳሕራይ ከም ዝኸውን እመን ምክንያቱ ኣባይን ኣባኹም መደብ ኣምላኽ ምክሪ ኣምላኽ እዩን ዝፍጸም ማለት ስለዚ ነዛ መደብ ኣምላኽን ሓሳብ ኣምላኽን ወይ ድማ ምክሪ ኣምላኽን ኣባና ዝፍጸም መዓስ እዩ ከመይ እንዳበልካ ዘይኮነሲ ከምቲ ትፀዋዕካ ከምኡ እንዳበልካ ምኻድ ማለት እዩ መጽሓፍ ቅዱስ ከተስፍኦ ከሎ ምናልባት እንተዳሪናይ ንድሕሪ እንተተመሊስና እግዚኣብሔር ንኣብርሃም ክፅውዕ ከሎ ካብ ዓሌትካ ተፈሊኻ በዝመድካ ንዓውፃ ኢልዎ ከውጻካ እየ ምስ በሎ ንዓ ውጻእ ኢልዎ ዋላ ሓንቲ ማል ኣይበሎም ውጻእ ምስ በሎ መደብ ናይ እግዚኣብሄር እዩ እዚ እግዚኣብሄር መደብ ናይ እግዚኣብሄር ኣብ ኣብርሃም ካብ በዘሎ ዓሌትካን ቤተሰብካን ተፈሊኻ ንዓውፃ ኢሉ ምስ ወፀ እንዳወፀ ካብ ዝሓካ እየ ኣቦ ብዙሓት ገብረካ ኢልዎ እንዳቐፀለ ግን ዕድመና የብርሃንካ እንዳ ዓበየ ናይ ኣምላኽ መደብ ከኣ ብሰብ ኣዘራርባ ዘይፍጸም ዝመስል ይኸይድ እዚ ኩሉ ግዜ ኣብቲ ናይ ሰብ መወዳእታ ናይ እግዝኣብሄር መጀመርታ እዩ እቲ ናይ ሰብ መወዳእታ ዝተባህለ ነገር እግዚኣብሄር ሽዑ ይጅምር እዚ ኩሉ ግዜ ንሕና ከም ኣመንቲ መደብ ኣምላኽ ከመይ ጌርና ነስተውዕል? መደብ ኣምላኽ ባዕልና ነምጽኦን ነርሕቆን ኣይኮነን። መደብ ኣምላኽ ኣሜን እወን ብምባል ኢኻ መንገድኻ ትቕጽል። መሰልቲ ክብሉ ከለዉ ገመል ግዕዝኡ እዩ ይቕጽል እዩ። እቲ ከልቢ ካጽኡ ይነብሕ። ከልቢ ስለ ዝነብሐ ገመል ግዕዝኡ ኣየቋረጸን ማለት እዩ። ሕጂ ንሕና ከኣ ሓሳብ ኣምላኽን መደብ ኣምላኽን ክንፈልጥ ኣብርሃም ንዓ ናብ ዘርእካ ምድሪ ውጻእ ኢልዎ ናበይ ባቃ ውጻእ ጥራይ ንኣነ ናብ ዘርእካ ውጻእ ኢልዎ ወጽዩ ቀጺሉ ድማ ብዙሕ ተስፋታት ክቦ ከሎ ንርኢ ልዕሊ ኩሉ ከኣ ድማ ኢሳቅ ክትወልድ ኢኻ ክብሎ ከሎ ንርኢ ግን ኢሳቅ ክውለድ ኣይንሪእን ኢና ቀልጢፉ ግን ኣምላኽ እንዲ ጸዊዑ ዓመታት ኮይኑ እዚ ብመን ግን ዓመታት እንታይ ኢልና ብናይ ሰብ ዓመታት ናይ እግዚኣብሔር ግን ምዱብ ሰዓት ከምኡ እዩ ኣሜን ቅዱሳን ይርዳእኩም ኣሎ መደብ እግዚኣብሔር እስከ በሉ መደብ እግዚኣብሔር ዋው መደብ እግዚኣብሔር ኣየናውፅን እዩ እግዚኣብሔር ንዓይ ንዓኹም ዝሓሰቦ መደቡ ማንም ሰብ በምሓርኛ ክምስሉ ከሎ ለእኛ ያለው እንጀራ ይሻገታል እንጂ ማንም ኣይበላውም ኢሎም ንዓና ዝበሎ እንጀራስ እንተገደደ ይስብብ ከኣ እምበር ዝበልዖ የለን ማለት ናተይ ናትኩም ፅሑፍ እዩ ኣሜን ናተይን ናትኩም ብዕድል ኣይኮነን ናተይን ናትኩም ብስማዕ ኣይኮነን ናተይን ናትኩም ብዝረብ ኣይኮነን ናተይን ናትኩም በቲ ምኽሪ ኣምላኽ መደብ ኣምላኽ እግዚኣብሔር ዝጽሓፍ እዩ ዝፍጸም ናተይን ናትኩም ብደቃይቕ ኣይኮን ናተይን ናትኩም መዓልትታት ብምቁፃር ኣይኮን ናተይን ናትኩም ኣዋርሕን ከዋኽብትን ብምቁፃር ኣይኮን ኖ ምስ ብዝሓሰቦ ሓሳብ እዩ ዝፍጸም ስለዚ ነዚያ ነገር እዚኣ መን እዩ ዝፅበያ እንተድላ ስለዚ ኣብርሃም ከምዚ ኢሉ መዓሴ መዓሴ መዓሴ ብዙሕ ሓቲቱ ኣብ ዘፍጥረት 17 ጀሚሩ ኣብርሃም ኣብ ዘፍጥረት ምዕራፍ 17 ቁፅሪ ሓደ ኣብርሃም ኢሎ በቃ በርቲዕዎ ኣብርሃም ሲ ኣብርሃም ፍፁም ኩን ቅድሚ ድማ ተመላለስ ኢሎ ዘለቕለቕ ኣይትበል ኢሎ ዋ ነዊሑ ብዓይነት ኣዘራርባ ቁፅሪ ምዕራፍ 17 ቁፅሪ ሓደ መረይዎ ዝገርም ነገር እዩ ኣብርሃም ኢሎ ፈጸም ኩን ኣብ ቅድመይካ እንታይ ግበር ተመላለስ ምክንያቱ ምዱብ ግዚኡ ስለ ዘይኣኸለ ምዱብ ግዚኡ ሳብ ዝኣክል ኣነ እግዚኣብሔር ሰብ ኣይኮነን ከይጣዓስ ወዲ ሰብ ኣይኮነን ምሽ ስለዚ እንታይ ኢልዎ ኣብርሃም ወዲ ተስዓን ትሽዓተን ዓመት ምስ ኮነ እግዚኣብሔር ተራእዮ ተስዓን ትሽዓተን ዓመት ኮይኑ እግዚኣብሔር ተራእይዎ ተስዓን ትሽዓተን ዝጎደሎ ሰብዓን ሓሙሽተን ተስዓን ትሽዓተን ዝጎደሎ ሰብዓን ሓሙሽተን እንተኾይኑ ሲ ዳርጋ ዕስራን ኣርባዕተን እዩ እንተዘይተጋጊ ይመስለኒ ዕስራ ድሕሪ ዕስራ ኣርባዕተን ሰዓት ዓመት ሲ እግዚኣብሔር መፂ ሲ ይሳቅ የለን ኣብዚ ዳሕራይ መፂ እግዚኣብሔር እንታይ ኢሎ እግዚኣብሔር እንታይ ኢሎ ንኣብራም ኣብራም ተራእዮ ነቲ ኩሉ ዝኽእል ኣምላኽ ኣነ እቲ ኩሉ ዝኽእል ኣምላኽ እየ ኢልዎ። ድሕሪ ክንደይ? ድሕሪ ዕስራን ኣርባዕተን ዓመት መጺኡ፣ ምኽንያቱ እብራሃም ወዲ ሰብዓን ሓሙሽተን እዩ ወጺኡ። ኣብ ተስዓን ትሽዓተን ዓመቱ ከኣ መጺኡ እግዚኣብሔር ተራእየ ይብል። እግዚኣብሔር ተራእዮ፣ ኣነ እቲ ኩሉ ዝኽእል ኣምላኽ እየ፣ ኣብ ቅድመይ ተመላለስ፣ ፍጹም ከኣ ኹን ይብለሎ። ድሕሪ ዕስራን ኣርባዕተን ዓመት መፂሱ እዩ ፍፁም ኩን ኣብ ቅድሜካ ተመላለስ እንደገና የፅንዑ ኣለዎ ዋ እዚ ኩሉ ዓመታት ሕጂ ብሰብ ኣዘራርባ እዩ ነዊሕ ኢለኩም ንዓይ ንዓኹን ብሰብ ኣዘራርባ ነዊሕ ዝመስለና ነገር ኣሎ ንእግዚኣብሔር ቀረባ እዩ ነገራት ኩሉ እምቢ ዝበለ ነገር ኣሎ እግዚኣብሔር ግን ቀረባ እዩ ንእግዚኣብሔር እምቢ ዝበሎ ነገር የለን ስም እግዚኣብሔር ይባረክ ስለዚ መን እዩ ነዚ ነገር እዚ ተዓጊሱ ዝፅበ ግን ካልእ ሕቶይ መን እዩ ነቲ ዘይረአ ከም ዝረአ ገይሩ ኣሚኑ ደው ዝብል እሞ ግዜ እግዚኣብሄር ወይ ከዓ መደብ እግዚኣብሄር ዝፅበ ግን ዝተዓደለ እዩ ስለዚ ኣንሶም ሓደ ካብቶም ዝተዓደሉ ኢና ኣሜን ምክንያቱ ምስጢር መንግስቲ ኣምላኽ ብምፅባይ ብምትሕላ ይኮን ዝብላ ሲ ብናይ ሰብ እምሮ ኣይኮነን ማለት እዩ ብመደብ ኣምላኽ እያ ትመፅእ ስለዚ እግዚኣብሄር እንታይ ኢሎ ፍፁም ኩን ኢሎ ድሕሪ ክንደይ ድሕሪ 24 ዓመት ናፍቆት ኣሎ ካብ ስድሩ ተፈል ክንደይ መከራ ኣሎ ክንደይ ሳራ ሓሊፉ ክንደይ ምስሎ ጥባእሲ ሓሊፉ ክንደይ ክርክር ሓሊፉ በቃ ክትሪኦ ከለካ ብናይ ሰብ ኣዘራርባ ላሕ ዘበለ እዩ ዝመስል ግን ኣብ እግዚኣብሔር ላሕ ምባል የለን እስከ በሉ ኣሜን እቲ ነምልኾ ኣምላኽና ላሕ ኣየብልን እዩ ኣሜን ኩሉ ግዜ ተስፋ ኣብርሃም ኢሎ ኣነ እቲ ኩሉ ዝኽእል ኣምላኽ እየ እቲ ኣነ ንስኹም ነምልኹ ኣምላኽ ኩሉ ዝኽእል እዩ ኣብርሃም ይቕፅል ኣሎ እንደገና ዕድምኡ ናብ ምእቲ ሰጊሩ ካብ ስሳ ካብ ስሳን ሽዱሽተን ከዓ መፅያ ከዓ ሳራ ከዓ ናብ ቴስዓ ኣትያ በቃ ሕጂ ሓሳብ ሰይጣን ተወዲ ሕጂ ክንታ ክትገብር ኢኻ እዩ ዝብለካ ኣንቲ ሳራ ይሰምዐን ድኺ ሳራ ገና ጓል ስሳታት ኮላ እያ በቃ ብመልክዕ ተመንጢላ ጓል ስሳ ዓመት ኣካባቢ ኮላ ዓይዶም ግን ኣብ መለክ እዛ ሰበይቲ እዚኣ ክትፅብቕ ኢልሲ ጓል ስሳ ዓመትሲ ከመይ ጌርካ ፅብቕቲ እዛ ሰበይቲ እዚኣ ምን ኢልካ ውሰድ ክብሪ ኣምላኽ እስከ በሉ ከምኡ እዩ ስሱ ዓመት እኮ ብኣዘራርባ ሰብ እኮ ልዕሊ ስሱ ዓመት እኮ ሰብ በቃ በቃ የለን ኣይኮነን ክወልድ ኣይኮን ክምረፅ ብመልክዕ እሳ ግን ጓል ስሳ ዓመት እግዚኣብሔር እንታይ ይሰኣኖ ንኣብርሃም ሓሊፋሲ ንኻልእ ኣትራክ ከም ትገብር ንኻልእ ቃ ብመልክዓ ምሰሓብ ገይርዋ እግዚኣብሔር እዚኣ ምስ ረኣየ ኣቢመሌክ እዛ ሰበይቲ እዚኣ መን እያ ሕጂ እንታይ ዝነገርኩም ክብሪ ኣምላኽ እዩ ዝነገርኩም ዘለዎ ንፀልመተ ይመስል ግን ሳራ እንዳፀበቕት እያ ከይዳ እንዳፀበቐት እንዳመልክዐት እያ ከይዳ ክሳብ ካልእ ንጉስ መፅኡ እዛ ሰብ እዚኣ ክወስዳ ክሳብ ዝብል ኮይና ኣይኮነን ዶ ብመልክዓ ክትፅብቕ መሊሳ ተስፋ ቆሪፅካ እኳ ከላ ስቕ ኢልካ ኤብርሃም ተጋጊኻ ብዝግብኦ ጉዳይ ነይሩ ሕጂ ንጉስ ኣብ ቅድሚ ነገስታት ሞጎስ ከም ትረክብ ኣብ ቅድሚ ነገስታት ምልክዕቲ ከም ዝኾነት ኣብ ቅድሚ ገና በቃ መንእሰይ ከም ዝኾነት ገይራ ተመንጢላ ታሕራይ እግዚኣብሔር ካ ኢሎ እዛ ሰበይት ሪኣ ዘለኻ ዓዲ ኩሉ እያ እዚኣ ትሪኣ ዘለኻ እዚኣ ምለሳ ኢዶዋ እዚኣ ክብርቲ ናይ መን እያ ናይ እግዚኣብሄር እያ እዚኣ እንታይ እያ ምርፅቲ ናይ እግዚኣብሄር እያ እዚኣ እንታይ እያ ፍልይቲ ናይ እግዚኣብሄር እያ ፀቢቓ ዘላ ዝረእኻያ ከምዚ ናይ ምድሪ ተሓሳስባ ዘይኮነ ከምዚ ኢድ ሰብ ናይ እግዚኣብሄር ከምዚ ኢድ ሰብ ዘይኮነ እዚኣ ኢድ እግዚኣብሄር እያ ትሪኣ ዘለኻ ኣደ ብዙሓት እያ ኣይገርመኩምን እሞ ከዓ ሲ መኻን እዩ ዝበሃል ብሰብ ኣዘራርባ ዝሓለፈ ግዜ ብሰብ ኣዘራርባ መኻን ኢለ ተዛሪብ ብሰብ ኣዘራርባ ግን ንሳ ሽዱሽተ ወርሒ ጌራ ጠኒሳ ኔራ ሰብ ግን ታይ ዝፈልጥ መኻን እግዚኣብሔር ግን ታይ ኣጥኒስዋስ ኣብ ገዛ ኣጥኒሳቶ ዘለማ ዮውሃንስ እዩ ስለዚ ኣነ ንሶም ካብ ናይ ሰብ ኣዘራርባን ካብ ናይ ሰብ ኣተሓሳስባን ካብ ንሪኦ ነገራት እንተዘይወፂና ወላ ሓንቲ ኣይተረዳእናን ምድሓና ክርስቶስ መን ምዃኑ ኣይተረዳን ክርስቶስ ኢየሱስ ካብቲ ዘየለ ናብ ህልው ዘምፅእ ኣምላኽ ሞይታ ኣላ እንተበሎ ኣይሞተትን ደቂሳ ኣላ ይብል ሞይታ ኣላ ይብሎሞ እሶም ንዓ ሞይታ እያ ኣይተርኩሞ ኢሎሞ ደቂሳ እያ ዘላ ኢሎም እሱ ከኣ ደቂሳ እያ ዘላ ዘብሎም ዘሎ ናቱ ሓይሊ ናቱ ክብሪ መን ምዃኑ ስለ ዝፈልጥ እዩ ኣነ ንስኹም ነምልኾ ኣምላኽ ከኣ ንሞይቲ ዝበሎ ደቂሱ እዩ ዘሎ ዝብል ኣምላኽ ኣሜን ስለዚ እቲ ነምልኾ ኣምላኽ እቲ ንኣምሎ ኣምላኽ ስኢልና ኣይኮና ንኣምን ግዙፍ ኣይኮና ንኣምን ሓወልቲ ኣይኮና ንኣምን እነምልኾ ኣምላኽ ዝርኢ ዝሰምዕ ኣሜን ዝርኢ ዝሰምዕ ኣምላኽ ስለ ንመሎ ማለት እዩ ስለዚ ሳራ ከም ዝኢለኩም ሽዑ ኣብ መበል ዕስራን ሓደን በቲ ምዱብ ግዜኡ መፅእ እግዚኣብሔር ሰዓቱ ናይ እግዚኣብሔር ሰባት ክጠልምኒ እዮም በቃ ሕጂ ተጠራጢሮምኒ ኣይብልን እግዚኣብሔር ኣይብልን እኮይ ካይንጠራጠር ፈፂሙ ኣይሓስብን እግዚኣብሔር ንዓና ሲ ተጠራጢሮም ዶ ኦይ ሕጂሲ ክኽሕድን እዮም ኣይብልን እግዚኣብሔር ኣምላኽ ኩሉ ግዜ ንዕኡ ንገዛእ ርእሱ ንወዱ እንዳረኣየ እዩ ዝሰርሕ ማለት እዩ ስለዚ በቃ ኣብ ዕስራን ሓደን ምዕራፍ ቁፅሪ ክልተ ሳራ ድማ ጠነሰት ይብል በቲ ኣምላኽ እተዛረቦ ምዱብ ወርሓት መን በቲ ኣምላኽ ተዛረቦ ምስ በልኩም እንታይ ምዱብ ወርሓት ምዱብ ተሪኦም ኣለኹም እዛ ምዱብ ወርሓት ምን ተዛረበ ግን እግዚኣብሔር በቲ ኣምላኽ እተዛረቦ ምዱብ ወርሓት ብዙሕ ግዜ ሰብ መልእኽቲ ኣለኒ፣ ቃል ኣለኒ፣ ተዘሪብለ እየ፣ ከምዚ እኳ ተባሂሉለ ይብል። እሞ እንድሕር ተዛሪብልካ ድኣ እንታይ ድኣ ገዲፍካ እቲ ቦታኻ? መጽሓፍ ቅዱስ ኣብ ምንባብ ከምኡ እዩ ዝብል። ትዕግስቲ ንዓብዪ ኣበሳ ትህዲ ኣሞ ስፍራኻ ኣይትሕደግ ይብል። እንድሕር ተዘሪብለይ ኮይኑ እንድሕር ተባሂሉ ኮይኑ እንተ ተፀዊዐ ኮይኑ ትዕግስቲ ንዓብዪ ኣበሳ እንታይ ትገብር እያ ትህዲ እያ ስለዚ እንታይ ክገብር የብለይን ስፍራይ ክሓድግ የብለይን ስለዚ ኣብቲ ምዱብ ገዚኡ በቲ ተዛረቦ ምዱብ ወርሓት ከኣ መጽዩ እግዚኣብሔር ኣብዛ ክሳዕ እዚኣ ክመጽእ የለን ከምታ በቃ እግዚኣብሔር ኣይቅይርን እዩ የሱስ ጎይታ እዩ ስለዚ እንታይ ዘለኹ ምዱብ ግዜ ንኣምላኽ ምጽባይ ምዱብ ግዜ መዓስ እዩ ኣምላኽ እዩ ዝፈልጥ ምዱብ ግዜ ናይ እግዚኣብሔር መዓስ እዩ ኣምላኽ እዩ ዝፈልጥ ስለዚ ኣነ ዝገርመኒ ሓሲብኩም ትኾኑ ተስፋ ይገብር ናይ ኖህ ዓሌትን ናይ ኖህ ዓሌትን ናይ ኣብርሃም ዓሌት ንርእይዋ ናይ ኣብርሃም ዓሌት ብጣዕሚ ተገርም ዓሌት እያ እስኪ ረእዩ ኣብርሃም እሞ በሉ ኢሳቅ ያዕቆብ ረእይዋ እዚኣ ነገር እዚኣ ሰለስቲአንሲ ኣብዚኣ እየን ዝ- ዝ- ዝ- በቃ መሰረት ናይ ኩሉ ኣብዚኣ እየን ዘለዋ እ፣ ኖህ ግን ሻምናይ ርእሱ ምሽ ወፅዩ ኣብ ኖህ ግን ብዙሕ ከምዝታት ኣይትርእን ኢኻ ኣብርሃም ግን ዝገበረ ገይሩ ተዋጊኡ ተዋጊኡ ተዋጊኡ ተዋጊኡ ምን ኣምፅኡ ኢስሓቅ መፅሉ ኢስሓቅ ቃል ልክዕ ናይ ኣቦኡ ከምዚ ዝበሃል በቃ ናይ ኢስሓቅ ቃስ ልክዕ ሳራ መኻን ነራ ምሽ ሳራ መኻን ነራ ርብቃ ከዓ መኻን ሳራ መኻን ብመን ብሰብ ርብቃ ኸ መኻን ያዕቆብ ከዓ ንስገር ራሄል እንታይ እያ ራሄል ኣፍልጥ ልያ ኣይኮነትን ራሄል ራሄል ከ መኻን ብነሰባይ ዘረርባ መኻናት እየን እዚአን እንታይ ዕጭአን ተረትዑ ኢኻ ትብል እንታይ እየን ኣብታ እዚአን እዚአን ብናይ እስራኤል ኣዘራርባ በቃ እዚአን ኣምላኽ የብለን ግን እቲ ምንጭ ዘሎ ግን ኣብ መን ዘሎ ኣብአን ኣብ ሳራ ምን ኣሎ ይስሐቅ ይስሐቅ እንታይ ናይ ተስፋ ናይ ኪዳን ኣቦ ብዝሓ ዝተባህለ ኣብርሃም ቢሳቅ እዩ ኣብነት ናይ ጌታናን መድሓናን የሱስ ክርስቶስ ይስሐቅ እዩ ኦኬ ስለዚ ኣብ ይስሐቅ ምስ ሓለፈ ሽዑስ ርብቃ መኻን ነራስ ደሓስ ክልተ ጠኒሳ በዓል ዕላማን እቲ ሓደ ከዓ ዘይበዓል ዕላማን ክልቲኦም ክመፁ ከለዉ ተተሓሒዞም ከዓ ንሶም ይገርመ እስኪ መደብ እግዚኣብሄር ይበሉ ዝዕንቅፎ የለን ኣሜን መደብ ናይ እግዚኣብሔር ርብቃ ምስ ጠነሰት ተተሓሒዞም ያብቆብ ክወፅእ ኤሳው ክወፅእ ያዕቆብ ክወፅእ ምክንያቱ በዓል ዕላማ ክወፅእ ኣለዎ ገና ኣብ ከብዲ ከለዎ መፅሓፍ ቅዱስ እንታይ ይብል ዝገርም ነገር ኣብ ሮሜ ኣሎ ንያዕቆብ ኣፍቀርኩ ንኤሳው ፀላኩ ፀሊኡ ኮነን ሰብ ግን መደብ ኣምላኽ ዕላማ ኣበይ ከም ዝትግበር ኦኬ መፅኡ ከዓ መፅኦም ሽዑ ወፅኦም ተቢሎም ተቢሎም ሽዑ ያቆብ ከዓ ለቀብ በዛ እግሪ ተተሓሓዝ ኮይኑ ኣብ ከብዲ ኮለካ እኮ እዩ ኣብ ከብዲ ኮለካ ዕግርግር እሞ መኻን ነራ እዛ ሰብ እዚኣስ ካብ ዝነበሩ ተሻቀለት እንደገና ካብ ዳሕራይ ከዓ ዕግርግር ኮይኑ በቃ እዚ ነገር እዚ እንታይ ዝኸውን ዘሎ ኢላ ከይዳ ናብ ኣምላኽ እንታይ እዚ ነገር እዚ ነገር ዘሎ እንታይ ዓይነት ኩናት እዩ እዚ እንታይ ዓይነት ካልኣይ ወግእ ዓለም እዩ እንታይ በቃ ኣብ ከብደይ ከለኳ ልበይ ጠፊኡኒ እዩ ናና ተረጋጋ ጥራይ ምክንያቱ እግዚኣብሔር እንታይ ክገብር እዩ መደቡ ክገብር እዩ እስኪ እግዚኣብሔር መደቡ ክገብር ይበሉ ማይ ጋድ እግዚኣብሔር መደቡ ክገብር እዩ ኣቱም ብሩኻት እግዚኣብሔር መደቡ ክገብር እዩ እዚ ግደፎ እዚ ቅጀት እዚ ሃተፍተፍ ናይ ዓለም ርኢኻ ገለ ግደፎ ጥራይ ኣብቲ ናይ እግዚኣብሔር እዞም ሰባት እዚኦም መፅኦም ምስ ተወለዱ መደብ እግዚኣብሔር ረእዎ ያቆም እንተ ሪእኹሞ ካብ ናይ ኣምላኽ ነገር ኩሉ ግዜ ኣይወጽእን እዩ ኣብ ገዛ ሕልክስክስ ዝብል እዩ ዝመስል እኮ እቲ ድማ ኩሉ ግዜ ናይ ፃዕሪ ናይ ቦሎ በቃ እንታይ ምንም ብኩርነት ኣይግደስ ስለ ምብራኽ ኣይግደስ ስለ ኩሉ ክነግረኩም እቲ መፅኡ በረኻ ከይዱ ወፊሩስ ጠምዩ ግን ጠምዩ ያቆብ ዓደስ ይሒዝ ዘሎ ኤሳው እንታይ ሒዙ ኣሎ ስጋ በሉ ዝገርምኩም ዓደስ ዶ ይበልፅ ኣብ ኤርትራ ሶሪ ሃገር ዳ ፀዊዕ እምበር ኣብ ዓድና እንተንኸውን ነርና ስጋ ዶ ሕሸካ ዓደስ እንታይ ኢሎምና እንታይ ኢና ንብል ስጋ ኣብ ዓመት ኢና ንረኽቦ ወይ ከኣ ፍልይ ዝበለ ነገር ኢና ንረኽቦ ስጋ ስጋ ኢና እቲ ስጋ ሒዙ ከሎ ብመሰረቱ በዓል መደብ ዘይብሉ ሰብ ዕላማ ዘይብሉ ሰብ ንናቱ ኣይርእን እዩ ካብ ካብ ካብ ዓደስ ዝልምን በቃ ሃዳና እዩ ክኢላ እዩ በረኻ ውዒሉ መፅኡ ካድን ውዒሉ ዘሎ ጣዕ ኣቢሉ ጥብስ ጥብስ ኣቢሉ ካብ ኤሳው ንያቆብ ክልምኖ ያቆብ ንኤሳው ክልምኖ ግን በሉ እቲ መደብ ኣምላኽን እቲ ውሽጠኻ ዘሎ ነገርን እግዚኣብሄር ዝሃበካ ነቕ ኣይትብልንኻ መጺኡ መጺኡ ዓደስ ሃበኒ ኢሎም ዓደስ ሰሪሑ ያቆብ እለና ምሽ ዓደስ ሃበኒ እሱ ከኣ በል ስጋ ሃበኒ ክብል ነይርዎ ምክንያቱ ያቁብ ስጋ ይብሉ ዓደስ ዝበልዕ ኣገዛ ኮፍ ኢሉ እቲ ሃደና እዩ ስጋ እዩ ዝመፅእ ስለዚ ብዓይኒ ስጋዊ ምድሪ እንተርኢና ናይ መን ይበልፅ ናይ ኤሳው ይበልፅ ኦኬ ፅቡቅ ፃዕደሰ ይክበካ እየ ንሳኻ ስጋኻ ሃበኒ ይክብል ግብኦ ምሽ ብሰብ ኣዘርባ ነነነነስ ከበሉ ንሱ በሉ ናይዚ ምድሪ ዘይኮነ ናይ ሰማይ ዝደሊ ኣሜን ስጋኻ ሃበኒ ኣይበሎን እሞ ብኹርንኻ ዶ ትበኒ ኢየሱስ ጎይታ እዩ ያዕቆብ እንታይ እዩ ዝልምን ዘሎ ናይ ሰማይ ናይ ኩሉ ምልኪ ስልጣን ዘለዎ ናይ ኩሉ ክኣልነት ዘለዎ ናይ ኩሉ ልዕል ዘብል ነገር በሊዕካ ትድቅስ ዘይኮነ በሊዕካ ፅባሕ ዘይዝከር ዘይኮነ ንኩሉ ግዜ ያዕቆብ ኣነስ ኹምን ሓሳብ ኣምላኽ ከነተግብር መደብ ኣምላኽ ኣባና ዘሎ ንርሑቕ ናብ ዝኸለል ኣይኮናን ነቲ እግዚኣብሔር ኣባይ ናባኹም ዝመደቦ መደብ እንታይ እዩ እግዚኣብሔር ንዓይ ዝመደበ መደብ እንታይ እዩ እዩ ዘገድስ ደኣ እምበር ሕጂ ዝገጥመካ ዘሎ ሕጂ ዝወርደካ ዘሎ ሕጂ ዝኾነ እንተበልካ እዚ እዚ ከምቲ ዝበልና እየ ስለዚ ኤሳው ካብ በኽርነቱ ሸይጥ ስጋ ጠቢሱ ክበልዕ ነይሩ ግን ራእይኸ ራእይኸ ራእይ ዘይብሉ ሰብ ኢሎኒ እግዚኣብሔር ከምዚ ኢልኒ ስለ ዝበልካ ይኮን ራእይኻ ዝፍጻም ኣይኮን ራእይኻ ኩሉ ግዜ ዝኣመንካዮ እምነት ኩሉ ግዜ መደብ ኣምላኽ ክተፈጽም ትኾንካ ብርቱዕ እዩ ዝመፀካ እዚ ኩሉ መከራ ዝመፆ ዝነበረ ንያቆብ እዩ እንታይ ከተግብር ስለ ዝደለየ ሽዑ ኣዲኡ ዋላ ንባዕላ በቃ እዚ ነገር ዝትወርሶ ኣለካ ምስ በለቶ ህይወቱ ኣብ ኢዱ ሒዝዋ ኣትዩ እኮ ናብ ይስቅ ምኽንያቱ ኢሳቅ ፈሊጥዎ ንስኻ ያቆብ እኻ እንተ ኢልዎ ኣታሊሉ ስለ ዝኾነ ብምትላሉ ኣንጻብ በረኸት እንታይ ክወርስ እዩ ማለት እዩ መርገም ኣደ በጃኽ ኢሉ ነው ኣታ ግደ ብልካን ኢላቶ ንስኻ ሕጂ ስቕ ኢልና ኣይኮን ሪኢኻ ከምዚ ገይሩ ኣትዩ ጥራይ ኣይኮናን ንባዕሉ ህይወቱ ከምዚኣ ገይሩ እዩ ኣትዋ ንኽባረኽ ዝኣትዋ ፈተነ ባዕሉ እዩ ዝፈልጣ ኣይንረኽቦን ኮይና ምር ክንደይ ርሂፅካ እንታይ ሰሚዕካ እንተ ዋይ ማይ ኮይነን በለና ምኽንያቱ ክባረኽ ዝኣተወ መርገም ሒዙ ክወፅእ እውን ይኽእል እዩ ምክንያቱ ሰብኣይ እዚ ኣብ እርግና እዩ ማይ እንታይ እዩ ዝገብር ዘሎ ብዓይኒ ስጋ ኣታሊልኒ እዩ ክመፅእ ከምዚ በዲልኒ እዩ ክመፅእ ኣብ እርጋነይ ከም ተፃዊትካለይ ንዓይነይ ስለ ዝዓረኩ ንእርግና ገለ ምክንያቱ ቀሊል እዩ ዝመስለና ምሽ ኖህ እኮ ፍረ ምድሪ ዘርእ እሞ ካብኡ ድማ ካብቲ ፍረ ምድሪ ወነ ወይኒ እተወ ይብል ካብኡ ድማ ጸሚቑ ሰተ ሰኺሩ ድማ ጥራይ ኣካላት ዝኾነ ካም ድማ ረኣየ እሞ ሕፍረት ኣቦኡ ርእዩ ስሒቑ ንደገ ንሕዋቱ ነገሮ ምስ በሎ ጥራይ እኮ በዚኣ ርጉም ኩን ኢልዎ ሓንቲ እኳ የዳነገረን ክንሪኦ ሕጂ እዚ ከዓ ኣሪጉ ኢሉ ተፃዊትካለይ ምተባህለት ነርታ ሕዝኩም ንሓሳበይ ስለዚ ያዕቆብ ዝኣትው ዘሎ ኖርማል ጌርና ይንወስዶ ፈተና እዩ ወይ ክባረኽ ወይ ድማ በቃ ነታ ባርኾት ኢሉስ ዝኸፍላ ዘሎ መስዋእቲ ካብ ኤሳው ምስ ሃደመ ዝረኸቦ በረኻ ክንደይ ክርተት ክንደይ ኩሉ ብምሉእ በቃ ኣብኣ ምስ ኣምላኽ ክቃለስ ሓዲሩ ኩሉ ግዜ ያዕቆብ መንፈሳዊ በረኸት መንፈሳዊ ነገር ይፃዕሩ ስለምንታይ እንተልኩምኒ መደብ ኣምላኽ ኣብኡ ክምደ ኣብኡ ስለ ተመደበ ምክንያቱ ጌና ከይተሓስበ ከሎ እቲ ፃውዒት ኣብ ውሽጢ ስለ ዘሎ ስለዚ ፃውዒት ዘለዎ ሰብ ራእይ ብሓቂ ዘለዎ ሰብ ማለት እንታይ ማለት እየ ብትክክል ንክርስቶስ ኢየሱስ ዘፍቀረ ሰብ እብለኩም ኣለኹ ካይበረኽካኒ ኣሓድገካን እዩ ኣብ መስመር ይዶ ዝብል የሱስ ጎይታ እዩ ስለዚ መደብ እግዚኣብሄር ክፅበ ቀሊል ነገር ኣይኮነ መደብ እግዚኣብሄር ክፅበ እንተራሪናዮ ያቆም ተራኢና ዕስራን ሓደን ዓመት እዩ በቃ ክርተት ኢሉ ንራሄድ ረክብ መደብ እግዚኣብሔር ኣብ መን ስለ ዝነበረ ኣብ ራሄል ኣብ ራሄል መን ስለ ዝነበረ ዮሴፍ ኣብ ዮሴፍ እንታይ ስለ ዝነበረ ምልክት ናይ ጌታ የሱስ ክርስቶስ ስለዚ ድሕሪ ዮሴፍ እዩ ሙሴ ክመጽእ ስለዚ ኩሉ ግዜ ራእይ ወይ ድማ መደብ ናይ እግዚኣብሔር ዘተግብሩ ሰባት እንተራሪኹሞ ስለዚ ኣብ ሃና መን ነይሩ ሳሙኤል ሳሙኤል ካብ ሸውዓተ ወዲ ይምረጽ ኢሎሞ ግን ድሕሪ እኳ ወዳ ተወሊዶም ግን ድሕሪ ሳሙኤል ኣይተዘከሩን ስለምዚ እንተ ኢልኩምን መን መደብ ኣምላኽ ዘብል ተምጽእ የሱስ ጎይታ እዩ። ስለዚ ብዓይኒ ሰባት ከምዚ ድኻ ትመስል ትኾን ኢኻ፣ ምንም ዘይብልካ ትመስል ትልኻ፣ መደብ ኣምላኽ ኣባኻ ዘይፍጸም ክመስል ይኽእል እዩ። በዓል ሃና ክወልዳ ኢልካ ዘይሕሰብ እዩ። ክሳብ ክጽልያ ከለዋ ብጓሂ ክጽልያ ከለዋ ከም ስኽርቲ መሲለንን ግን ሕጂ ንሕና ኢና ከም ጽበቦ ከምዚ ንብል ነራ ንብሎ እምበር ኣብኣ ዝነበረ ጸሎትን ኣብኣ ዝነበረ እግዚኣብሔር ምባል ምልማንን ማዕረ ክንደይ በቃ ምንቅስቓስ ከም ዝኸሎ ግን ዘምጸቶ ጸሎት ግን ዝሓለፈቶ መኻን ምባል መን ኣምጺኡ? ሳሙኤል። ሳሙኤል ድማ ካብ በርሻባ ክሳብ ዳን ይዳኒ ነበረ ኢሉ ዘርኡ ድማ መሬት ኣይወደቕን ከመይ ብኸመይ ከም ዝመፀ ስለ ዝፈልጥ እግዚኣብሔር ሰናዩ ኣሜን ስለዚ ሕዋተይ መደብ እግዚኣብሔር ኣባኹም ኣሎ መደብ እግዚኣብሔር ኣበይ ኣሎ? መደብ እግዚኣብሔር ብዓይኒ ሰባትን ብዝበሃል ኩነታትን ኣይረእን እዩ። መደብ እግዚኣብሔር ኩሉ ግዜ በቃ ንዕኡ ብምጥማት እዩ። ስለዚ ናይ ያዕቆብ ናይ ፋሚሊ ናይ ይስሐቅ ርኢናዮ ይስሐቅ ሰበይቱ ሕልፊ ሂብዋ ነቲ ንጉስ ኣብርሃም ተርእና ምክንያቱ ትፃውዒት ኣብኦም ስለ ዘሎ እዞም ሰባት እዚኦም እግዚኣብሔር ነዞም ሰባት እዚኦም ንሰለስቲኦም ይራኸቦም ንይስሃቅ ተዛሪቦ ንገራር ከይድሞ ኣብኡ ከፍርየካ ኢልዎ ንኣብርሃም ተዛሪብዎ ንያቆብ ከዓ ትቕልስ ሓዲርዎ እግዚኣብሔር እዛ ፋሚሊ እዚኣ ረእይዋ ግን መኻና ታበ እዩ ዝርከብ እንተተባሃልካ ብዓይን ሰባት ኣብኦም ራሔል ውልድ ዘይትበን እንተኾንካ ክመውት የላቶ ዘፍጥረ ሰላሳ ውሉድ ዘይትህበኒ እንተኾይንካ እሞውት ኣለኹ ኢላቶ ኣነ ዶ ክንድቲ ውላድ ዝብ ኣምላኽ ኢሉ ተናዲዱ ይብለና ጽሓፍ ቅዱስ ንያቆብ እቲ ዕላማ ርእዎ ግን ራሄል ዶ መኻን እያ ኣይኮነተን ክሳብ ሕጂ መቃብር ራሄል ተባሂሉ ዝፍለጥ መቃብራ ከይተረፍ ፍሉጥ ኣደ የሴፍ እያ እኮ ሞይት እንዳተባህለ ኣብ ግብፂ ዝነገሰ የለን እንዳተባሃለ ኣብ ጓና ዓዲ ዝኸደ ስለዚ ኣሕዋተይ ኣነሶም መደብ ኣምላኽ ክነተግብር ኢና ኣሜን ምናልባት ነገረት ገለ ክመስል ይኽእል ይኸውን ያ ክመስል ናይ ግድን እንተዘይመሲሉ ከዓ ወላ ሓንቲ ለውጢ ከምፅእ ኣይክእልን ክመስል ኣለዎ ለውጢ ክተምፅእ እንተኾንካ ክትፍለጥ እንተኾንካ ክመስል ኣለዎ ዳሕራይ ክትፈልጥ እንተ ኮንካ በቃ እግዚኣብሄር ተመሳሲሉ ኣይሰርሕን እዩ በቃ ፅቡቅ ፅቡቅ ፅቡቅ እግዚኣብሄር ምፅቡቅ ነገር ምሰናይ ነገር ሓዊሱ ኣይሰርሕን ናይ እግዚኣብሄር ፍሉይ ነገር ስለ ዝኾነ ስለዚ እንታይ እየ ዝብለኩም ዘለኹ መደብ ኣምላኽ ኣብ ህይወትና ከመይ ይፍጸም ንዝብል ነገር መደብ ኣምላኽ ዝፍጸም ንኹነታትን ነገራትን እንዳረእኻ ዘይኮነስ ነቲ ኩሉ ዝሃበካ ኣምላኽ ኣሜን ስለዚ በቲ ኣምላኽ ኢልዎ መጽሓፍ ቅዱስ በቲ ኣምላኽ እተዛረቦ ምዱብ ወርሓት መን ጠኒሳ ሳራ መን ዝተዛረቦ እግዚኣብሔር እንታይ ምዱብ ወርሓት ስም እግዚኣብሔር ንዘላለም ምርቕ እዩ ስለዚ ኣብ ኣንባቆም ከ ከምዚ ይብል እግዚኣብሔር ድማ እቲ ራእይ ንምዱብ ግዜ እዩ ራእይ ኣርእይዎ ንኣንባቆም ኩሉ ጥሬት የለን ኩሉ ብሰብ ምንም የለን ግን ንምዱብ ግዜ ዝኸውን እግዚኣብሔር ኣሪቦ መወዳእታ ይቕልጥፍ ኣሎ ናብ መወዳእታ ይቕልጥፍ ኣሎ ኢሎ እግዚኣብሔርሲ እቲ ራእይ ንምዱብ ግዜ እዩ ኢሎ ናብ መወዳእታ ይቕልጥፍ ኣሎ እንታይ ማለት እዩ ናብ ምብፃሕ ይቕልጥፍ ኣሎ ናብ ምንታይ ናብ ምቕልጣፍ ናብኡ ይቕልጥፍ ኣሎ ምፅኣት ጌታ የሱስ ክርስቶስ ካብ ቀደም ክሳብ ሕጂ ኣሎ ዳሕራይ ክንሪኦ ኢና ንገለ ሰባት ዕሽነት ክልኣ ኣበይ ኣሎ ቀደም ክብል እዩ መፅሓፍ ቅዱስ ኣይሕሱን እዩ ከዓ ኢሉ ይቕልጥፍ ኣሎ ኢሉ ምሽ ኣይሕሱን እዩ እግዚኣብሔር ኣይሕሱን እዩ ኣንባቆም ምዕራፍ ክልተ ቁጽሪ ክልተ ክሳብ ሰለስተ ዘሎ እየ ዝዛረብ ዘለኹ። ንምዱብ ግዜኡ ኢልዎ ናብ መወዳእታ ይቕልጥፍ ኣሎ። ኣይሕሱን ከኣ እዩ። ብርግጽ ክመጽእ ኣይክድንጉን ድማ እዩ። መን ስለ ዝኾነ እግዚኣብሔር ዝኾነ እንተ ደንጎየ እኳ ተጸበዮ። ስለዚ ብጉያ ክንበብሲ ነቲ ራእይ ጸሓፎ ኣብ ሰሌዳታት እውን ቁረጾ ኢሉ መለሰለይ መለሰለይ ዝብ ዘሎ እንታይ ማለት እዩ? ብናይ ሰብ ኣዘራርባ ቁረጾ ጽሓፎ ኣንብረሎም ምኽንያቱ ሰባት ረሳዕቲ ስለ ዝኾኑ ተጻሒፉ ይጽናሕ ኢዩ ክነውሕ ይኽእል እቲ ርኣይ ብሰብ ኣዘራርባ ግን ካይርሳዕ ምእንታን ቀሪጽካ ኣቐምጦ ከም ሓወልቲ ግበሮ ማለት የሱስ ጎይታ እዩ ስለዚ ኣነ ናተይ ሓንቲ መልእኽቲ ሎማዓንቲ ንሰምዓኒ ንዓኻትኩም እንታይ እብ ዘለኹ እግዚኣብሄር ምዱብ ሓሳቡ ኣባይን ኣባኹም ክፍጽም እዩ እግዚኣብሔር ከም ሰብ ኣይኮነን ካይጣዓስ ወዲ ሰብ ኣይኮነን ካይሕሱ ሰብ ኣይኮነን ናይ ኣምላኸይ ኣዝየ ዝኣምኖ ኣዝየ ካየፍቅሮ ምክንያቱ ኣምላኽ ኣምላኽ እዩ እዚ ተጻሓፈ ቅዱስ ጽሑፋት ንዓና ንምልባም ንተግሳጽ ንምምሃር ስለ ዝጸሓፈና ስለዚ ኣባና ሓድሽ ነገር ዝኸውን ነገር የለን ስለዚ በቲ ምዱብ ግዜ እዩ ኣሎ እቲ ራእይ ንምዱብ ግዜ እዩ ጌታ የሱስ ክርስቶስ ንምድብ ግዚኡ ሕጂ ክመጽእ ኣይብልን እየ ጽባሕ ክመጽእ ኣይንብልና በታ ግድም ምድብ ገዚኡ ንሱ ጥራይ ዝፈልጣ ክመጽእ እዩ ክመጽእ እዩ ሮሜ ምዕራፍ 9 11 ከምዚ ይብል ካብቲ ጸዋዒ እምበር ሮሜ 9 ቁጽሪ 11 ክሳዕ 13 ብሓንሳብ ኣለዋ ከምዚ ይብል ካብቲ ጸዋዒ እዩ እምበር ካብ ግብሪ ኣይኮነን እሞ እቲ ምኽሪ ኣምላኽ ብምሕራይ ምእንቲ ክጸንዕሲ ከምቲ ንያቆብ ኣፍቀርኩ ንኤሳው ግና ጸላእኩ ዝብል ጽሑፍ ዘሎ እቶም ደቂ ገና ካይተወልዱ ከለዉ ጽቡቕ ኮነ ወይስ ክፉእ ካይገበሩ እቲ ዓቢ ነቲ ንእሽቶ ክግዝኦ እዩ ኢሉ ተባህለ መን መደብ እግዚኣብሔር ስለዚ ስቂል ይኮነን ዓደስ በሊዑ ብኩርነቱ ሸጠ መደብ እግዚኣብሔር ዝፍጸም ዘሎ ስቂል ይኮነን መደብ እንታይ ክስለ ዝፍጸም መደብ እግዚኣብሔር ክግዝእ እዩ ፅሑፍ እዩ ኣብ ከብዲ ከለዉ ክልተ ህዝቢ እዮም ተባሂሎም ነይሮም ኦኬ ግደ ኤሳው እንተርኣ ኮ መጽሓፍ ቅዱስ ክብለና ከሎ ኤሳው ድማ ኣንስቲ ሜደምያውያን ብምእታው ንርብቃ እንታይ ኮና ጓሂ ልቢ ኮና እዩ ዝብለና ዝገርም ነገር እዩ እግዚኣብሄር ይሰውረና ሜደምያውያን እኮ ቤተሰብ እዮም መደምያውያን እኮ ኣብርሃም ብዘይካ ካብታ ኣጋር ቆጢፋ ኣርያ ገለ ትበሃል ሰበይቲ ዝወለዶም እዮም እኳ ሓሳብ ኣምላኽ መደብ ኣምላኽ እንደንጉ ተባሂሉ ወይ ካብ ድሕሪ ሳራ ዝተወልዱ እዞም ሰባት እዚኦም ናብ ፍጹም ኣይምርዓውን እዮም ነይሮም ስለዚ መደምያውያን ዋላ እንተኸና ካብ ዓለት ኣብርሃም እዮም መደምያውያን እስማዕላውያን እዚኦም ኩሎም ሓደ እዮም ደቂ እስማኤል ከዓ ናቶም ዝኾኑ ኣብ እስማኤል ተወልዱ ማለት እዩ የሱስ ጎይታ እዩ ትሕዝንሎም ሓሳበይ ስለዚ መደብ ኣምላኽ ምእንታን ክፍፀም ሓሳብ ኣምላኽ ምእንታን ክፍፀም እዚ ዝሪኦ ዘለና በቃ እግዚኣብሄር ገይርዎ እዙ ሓደ ነገር መደብ እግዚኣብሄር ክፍፀም እዞም ናይ ኣምላኽ ሰባት ክንደይ መከራን ክንደይ ገድልን እዮም ወሲዶም ክንደይ መከራ ከርተት ኣብ ኢሳቅ እንተሪእናዮ ገዳጉዲ ተኳዓተ ገዳጉዲ ከምዚ ሕጂ ንሕና ራሕቦት ኢልናዮ ዘለና ራሕቦት እንታይ ማለት ሕጂ እግዚኣብሔር ኣርሒብለ እሞ ራሕበት ኢልዎ ደጊሞም እቲኦን ከዓ እግዚኣብሔር ምስኡ እዩ እሞ ሕጂስ ደጊሞም እንታይ ገበርዎ ናይ መፅዎን ኣይደፈኑሉን ስለዚ ግን ክትሪኦ ከለካ ግን ድሕሪ ክንደይ ነገር ይትዕላ ግን ተኳዒቱስ ራሕቦት ተባሂሉ ዝኸፈሎ ዋጋ እንተ ግን እግዚኣብሔር እንታይ ንግብፂ ዋላ ንዕኡ ይረኣዮ ነይሩ እዩ ንግብፂ ካይትምለስ ይብሎ ነይሩ ዛግየ ሰናይ ስለዚ ምኽሪ ኣምላኽ ክፍጸም ስለ ዘለዎ ኢልዋ ሮቢ በቲ ምዱብ ግዜኡ ክጸንዕ ስለ ዘለዎ ስለዚ ኣነ ንስኹም ክንጸንዕ ስለ ዘለና ካልኣይ ጴጥሮስ ምዕራፍ ሰለስተ ከምዚ ይብል ቁጽሪ ኣርባዕተ ንሳቶም ከኣ ተስፋ ምጽኣቱ ደኣ ኣበይ ኣሎ ካብታ ኣቦታትና ዝደቀሱላ መዓልቲ ካብ መጀመርታ ፍጥረት ሒዙ ኩሉ ከምቲ ዝነበረ እዩ ዘሎ ክብሉ እዮም ይብል ኣሎ ኔኻ ኣበይ ኣለ ደኣ ምጽኣት ዝበሃል ግን ምጽኣት ኣሎ ዶ የለን ኣሎ ክርስቶስ ክመጽእ ድዩ ኣይመጽእን መጽእ እዩ እቶም ዝደንጎዩ ዝምስሎም ግን ከምኡ እዮም ዝብሉ በቃ የለን ኣበይ ኣለ ደኣ እሞ ይብሉ ኣለዉ ካልኣይ ጴጥሮስ ምዕራፍ ሰለስተ ቁፅሪ ኣርባዕተ ካብቲ ሓደ እንተ ርእናዮ ኣነ ከንቅሓኩም ነቲ ግሩህ ልቦም ከንቅሐ ይብላ ኣሎ ንስኹም ከምኡም ከይትኾኑ ይብለና ኣሎ ካብ ሓደ እንተ ኣንቢብናዮ ሕዝኩም ኣለኹም ንዓና እዩ ዘንቅሓና ዘሎ ከምዚ ኢሎም እዮም ሞ ሕጂ ከዓ ንስኻትኩም ከምኡ ከይትብሉ እዩ ዝብለና ዘሎ ነቲ ግሩህ ልብኹም ከንቁሐ ኢለ የብለና ነይናይ ነቲ ግሩህ ልብኹም ከንቁሐ ኢለ የብለና ካብ ቁፅሪ ሓደ እንተራእናዮ እንታይ ዝብል የሱስ ጎይታ እዩ ኣቱም ፍቕራተይ እዛ ሕጂ ዝፅሕፈልኩም ዘለኹ ካልኣይቲ ደብዳቤ እያ ቀደም ብቅዱሳን ነቢያት እተባህለ ቃልን ሃዋርያትኩም ካብ ጎይታናን መድሓኒናን ዝረኸብኩምዎ ትእዛዝን ምእንቲ ኽትገብሩ ኢለ፣ ምእንቲ ኽትዝክሩ ኢለ፣ ምእንቲ እንታይ ኽትገብሩ? ክትዝክሩ፣ ብኽልቲኤን፣ ብኽልቲኣተን እናዘኻኸርኩኹም፣ ነቲ ግሩህ ሓሳብኩም እንቅሖ ኣሎኹ። ንዓና እዩ ሕጂ ዘንቅሓና ዘሎ፣ ነቶም ኣመንቲ። ምኽንያቱ እንታይ ስለ ዝብሉ ዘለዉ? በተን ዳሕሮት ኣብተን ዳሕረዎት መዓልትታት ከም ፍትወት ርእሶም ዝመላለሱን ዘላግጹን መላገጽትን ከም ዝመጹ ቅድሚ ኩሉ እዚ ፍለጡ፣ ንሳቶን ከኣ ተስፋ ምጽኣቱ ደኣ ኣበይ ኣሎ? ኣበይ ኣሎ? ካብታ ኣቦታትና ዝደቀሱላ መዓልቲ ካብ መጀመርታ ፍጥረት ሒዙ ኩሉ ከምቲ ዝነበሮ እዩ ዘሎ ክብሉ እዮም። ስለዚ ንዓኹም ካይጸልውኹም ከምኡ ኣይኮነን ከምቲ ዝብሎ ኣይኮነን ምድብ ኣምላ ወይ ካብ መደብ ኣምላኽ ክፍጸም ይባኹም። ስለዚ ነቲ ግሩህ ልብኹም ንዓኹም የንቅሖ ኣለኹ። ሓሳብኩም የንቅሑ ነቲ ጉሩ ሓሳብኩም የንቅሖሉ ክብለና ኣሎ ንሕና ክንነቅሕ ስለ ዘለና ምክንያቱ ሓሳብ ኣምላኽ ክፍጸም ስለ ዘሎ ንሳቶም ግን እንታይ እዮም ዝብሉ ኣበለ ደኣ ትምጽኣት ዝበሃል ደኣ ባይ ከምኡ ኣሎ ከምዚ ነይሩ ከምዚ ነይሩ እወ ሓቂ ከምኡ ከም ዘሎ ከምኡ ኣሎ ንኣብነት ኣብ ኖህ ዝነበረ ጥፍኣት ግብረ ሶዶም ሕጂ እውን ግብረ ሶዶም ኣሎ በዚ ክፉእ ነገር እዎ ትኽክል ካብ ቀደም ክፉእ ይግበር ኣሎ ግን ናይ እግዚኣብሔር ምጽኣቱን ተስፍኡን ኣየደንጉየን ኢልዎ ኣይደንጉየን እዩ መደብ ኣምላኽ እንታይ ገብር እዩ ክፍጸም እዩ ሓደ ነገር ነይሩ ኣብ ሉቃስ ምዕራፍ ክልተ ዝተረድኦ ሰብኣይ ኣሎ ኩልና ንፈልጦ ሉቃስ ምዕራፍ ክልተ ካብ 25 እንሆ ድማ ኣብ የሩሳሌም ስምዖን ዝበሃል ሰብኣይ ነበረ ይብል እዚ ሰብኣይ እዚ ጻድቕ ንኣምላኽ ዝፈርሕ እዚ ሰብኣይ እዚ እንታይ እዩ ጻድቅ ንኣምላኽ ዝፈርሕ እሞ ረይዋ ጻድቅ ኢልዎ ንኣምላኽ ዝፈርሕ እዚኤን ሓዝወን ምጽንናዕ እስራኤል ዝጽበ ነበረ ካበይ ኣምጽዎ መደብ ኣምላኽ ስለ ዝፈልጥ ምጽንናዕ ናይ መን ይጽበ ነይሩ ናይ እስራኤል ይጽበ ነበረ መጀመርታ ጻድቕ እዩ ንኣምላኽ ከዓ ይፈርህ እዩ ካልእ ከዓ እንታይ ነይሩ መደብ ኣምላኽ ዝጽበ ሰባ እዩ ምጽንናዕ እስራኤል ዝጽበ ዝነበረ ኢልዎ ዝጽበ ዝነበረ መንፈስ ቅዱስ ድማ ነበሮ ይብል እቲ ቅቡእ እግዚኣብሔር ካይረኣዮ ሞት ከም ዘይርኢ ድማ ብመንፈስ ቅዱስ ተገሊጹሉ ነበረ እዚ ሰብኣይ እዚ እንተ ርኢናዮ ከመይ ጌርካ ትፈለጥ ነዊሕ ዓመት ከም ተጸበየ ነዊሕ ዓመት ተጸብዩ ሰብኣይ እዚ ነዊሕ ዓመት እዩ ምክንያቱ ከመይ ጌርካ ትፈልጥ እንተ ኢልኩሞ እቲ ንህፃን ምስ ሓቆፎ እምበኣር ሕጂ ንባርያኻ እንታይ ግበር ኢልዎ በቃ ኣፋን ወይ ውሰደ ኢልዎ ነዘን ኢልካን ነርካ እንታይ ግበረኒ ሕጂ ምክንያት ኣድርግ መንእሰይ መንእሰይ ኣይኮነን ግን እንታይ ይግበር ነይሩ ምፅንዕ ናይ እስራኤል ነቲ ፀድቅ ነቲ ነቲ ቅዱስ እግዚኣብሔር ድማ ካይረኣየ ከም ዘይመውት ብመንፈስ ቅዱስ ተነጊርዎ ነይሩ እዚ ፅቢት እዚኣ ነግረኩም ኣሎ እዛ ፅቢት እዚኣ ብጣዕሚ ሓያል እያ ሰብኣይ ዝኣሪኩ ባቃ ሕጂ በል ውሰደኒ ኢልዎ ምክንያቱ ናይ እርጋን ናይ ዕድመ ምልክት ኮላ የርኢ ሓቂፉ ወይ ዝተባህለ መደብ ተፈፂሙ ዶ እዎ ተፈፂሙ ስለምንታይ ቅድሚ ውሰደኒ ኢሉ ዘይፀለየ ኖኖ ተባሂልዎ ነይሩ መደብ ኣምላኽ ብኣኻ ፍፀም ተባሂሉ ነይሩ ነቲ ቅዱስ ነቲ ቅቡዕ ሓቂፍካ ክትፅልየሉ ክትባርኾ ኢኻ ተባሂሉ ነይሩ ክትሓቕፎ ኢኻ ተባሂሉ ነይሩ ክትርኢ ኢኻ ምክንያቱ ፃድቕ ንኣምላኽ ዝፈርሕ ስለ ዝነበረ ግን እዚ ሰብኣይ እዚ እኳ ኣብ ቤተ ክርስቲያን ወይ ከዓ ኣብ ናይ ፈሪሳውያን እኳ ኣይንሪኦን ኢና ኣብ ቤት እዩ ዘሎ ኣሕዋተይ ሰብ ነንሕድሕና ንሕና ኣብ ቤተክርስትያን ኮይና ነንሕድና ንጸናናዕ ንኽኢልና ሰብኣይ እዚ ግን መን የጸናንዑ መንፈስ ቅዱስ ፈሪሳውያን ከመይ ዝበሰለ ብክዳን ዝጸበቐን ከምኡ ድማ በቃ ይኽበሩ እዮም ይእዝዙ እዮም ይስምዑ እዮም ሰብኣይ እዚ ግን ዝእዝዘሉ ሰብ የለን ዝሰምዐ ሰብ የለን ንበይኑ እዩ ዘሎ ማለት እዩ መንፈስ ቅዱስ ግን ምስኡ ነይሩ ብሩኻት ኣሕዋተይ መንፈስ ቅዱስ ምሳይ ምሳኹምን ኣሎ ኣሜን ሓይሊ ኣምላኽ መንፈስ ቅዱስ ምሳይን ምሳኹምን ኣሎ ኣሜን ክብሪ ንኣምላኽ ይኹን ስለዚ ሰብኣይ እዚ ምፅናዕ እስራኤል ይፅበ ነይሩ ስለዚ ተስፍኡ ኣፈፂሙ እያ እግዚኣብሔር ሰናይ ኩነታት ይፍጠር እዩ ሓደ ሓደ ግዜ ኩሉ ግዜ እንታይ ኢለኩም እግዚኣብሔር መደቡ ካይገበረ ኣይተርፍን እዩ እስራኤል ካብ ቀደም ጠፊኣ እንተንኸውን ነርና ክርስቶስ የሱስ ኣይምመፀን ወይ ይስሐቅ ወይ ገሊኦም እንተዝሞቱ ነይሮም ኣይመፀን ኣይሞቱን እዮም ግን ምኽንያቱ መደብ ኣምላኽ ክፍጸም ስለ ዘሎ። ንሶም እንተ ዘይጠፍዮም ኣነ ንስኹም ናበይ ክንጠፍእ? ጽሑፍ እዩ ዝከፍእሉ። ኣሜን። ጽሑፍ እዩ ጽሑፍ እዩ ስዲ ስኢልና ኣይኮንና ትንኣምኖ ስኢልና ኣይኮንናን ኣሜን ስኢልና ኣይኮንናን ተስፋ ንገብር ስኢልና ኣይኮንናን ንብርትዕ ንኣምኖ ንርዳእና ነገር ኣሎ ሓደ ነገር ኣሎ እንተደንጎየ እኳ ኢሉ ምሽ ኣንባቆም ተጸበዮ እንተደንጎየ እኳ እንተመሰለካ እኳ ማለት እምበር ኣምላኽ ኣይድንጉን እዩ ኣምላኽ ኣይቀልጥፍን እዩ ኩሉ ግዜ ብዚ ኣሎ ምሳና ኣሜን የሱስ ጎይታ እዩ ስለዚ ደንጎየ እንተመሰለካ እኮ ተጸበዮ ንተስፍኡ ኣይገድፎን እዩ እሱ ስለዚ መደብ ኣምላኽ ስለዚ እስራኤል ከዓ ናይ ብዙሕ ናይ እስራኤል ምጥፋእ ተኻይዱ እዩ ንጌታ የሱስ ክርስቶስ ታድዮስ ዝበሃልን ሓደ ይሁዳ ዝበሃልን ኣብ እስራኤል ተንሲኦም እንታይ ኢሎም ንሕና የሱስ ኢና ኢሎም እንታይ ኢልኩም ኢሎም ንሕና የሱስ ኢና ኢሎም ራይ ዕላማ ኣምላኽ ስለ ዘይብሎም እስኪ ኪድዎም ኢሎሞ ታድዮስ ንሶም ኣረርባዕተ ሚእትን ገለን በፂሖም ሰባት እዮም በፂሖም ነይሮም ንእሽተይ ንእሽተይ እዩ ሰራዊት ስድድ ኣቢሎም ሕዝ ኣቢሎም ጥዋጥዋጥ ኣቢሎምስ ህልም ንሳቶም የለው ሰዓብቶም እዮም ዕሕቅቕ ምክንያቱ መደብ ኣምላኽ ኣብኦም ስለ ዘየለ ካልኣይ ከዓ ይሁዳ በዓል ተድዮስ ማለት ብዙሓት ሰዓብቲ እዮም ገይሮም ግን ሓሳብ ኣምላኽን ዕላማ ኣምላኽን መድብ ኣምላኽን ብኦም ስለ ዘይትግበር መሲሕ እውን ስለ ዘይኮኑ ብሓንቲ ግዜ ሽዑ ነዚኦም ሰይዶምሎም ዳሕራይ ግን እንታይ መጽዩ ግን ጎይታ የሱስ ክርስቶስ ተወሊዱ ምስ ተባህለ ግን ጎይታ የሱስ ክርስቶስ ተወሊዱ ምስ ተባህለ ግን መን ይተስእ እዩ ውሕዳት ሰራዊት ኣይኮነን ወተሃደር ታንክታት ኣይኮነን ንመደብ ኣምላኽ ዘለዎ ሰብ ከፈጽም ዝደሊ ኖርማል ሰብ ኣይመጸን እዩ ኖርማል ሰራዊት ኣይመጸን እዩ ንመደብ ኣምላኽ ከፈጽም ስለ ዝመጽእ ጌታ የሱስ ክርስቶስ ክመጽእ ስለ ዝመጽእ ዲያብሎስ ስለ ዝፈልጥ ሕልቅነትን መናፍስትን ኩሉ ኣብ ትሕቲ እግሩ ስለ ዘግዝኦም ንኹሎም ስለ ዝስዕሮም ሰይጣን እንታይ ክገብር ኣለዎ ዓለም ብምልታን ነቲ ሰራዊት ንጉስ ኩሎም ህፃናት ካብ ክልተ ዓመት ንታሕቲ ዘለዎም ዕድመ እኮ ንእሽተይ እኮ ዘሎ ህፃን ጌታ የሱስ ክርስቶስ ህፃውንቲ ዘበሉ ብምልኦም ኣወዳት ኩሎም ይወዱ ኢልዎም ኢየሱስ ጎይታ እዩ። እንታይ እቲ ሚስጥር እንተልኩም መደብ ኣምላኽ ዕላማ ኣምላኽ ብኡ ዘዝፍጸም ግን ይሓስብ ደኣ እምበር ኣይክእለን እዩ ኩሎም ህፃውን ተወዲኦምሽ ግን ጌታ የሱስ ክርስቶስ ኣይተወደአን ስለምንታይ እንተልኩምኒ ሓሳብ ኣምላኽን መደብ ኣምላኽን ኣብ ክርስቶስ ኢየሱስ ስለ ንዓና ክድሕነና ስለ ዘለዎ ንዓና ስለ ዝመፀ ሰይጣን ግን ክመፅእ ከሎ ንጌታ የሱስ ክርስቶስ ስለ ዝፈልጥ ንምድሓን ስለ ዝፈልጥ ስለዚ ቀዲሙ እንታይ ክገብረሎም እቶም ኩለን መኻናት ዝነበራ ብምሉእ እንታይ ካይወልዳ እየን ንይስሓቅ ካይወልዳ ንበዓል የሰፍ ካይውለዱ እቲ ኩሉ ዝግበር ዝነበረ ንሳተን ዘርኢ ንካይህልወን ዘይኮነሲ ምድሓን ንኸይርከብ ስለዚ ኣብ እስራኤል ምጽ እንተበልና ከኣ መርዶካይ ከኣ ብምሉእ ዘሎዋ ትፈልጥዋ ኢኹም በቃ እግዚኣብሄር ከኣ ንኣስቴር ብምኽንያት ናብታ ቦታ ኣእትይዋ ግን ምንም እተን ካልኦት ንሽዱሽተ ወርሒ ንሓደ ዓመት በቃ ብዛዕባ ምጽባቕን ምባልን ክገብራ ከለዋ ኣስቴር ግን ብዘይ ምጽባቕ ከም ዘላቶ ተኺላ ኣትያ እግዚኣብሄር ሞጎስ ክባ ከሎ ሰይቲ ንጉስ ከም ትኾን እዩ ገይርዋ ዳሕራይ ድሕሩ ካይ ደንጎየት ኮላ ታሪክ ስለ ትፈልጦ ካይ ደንጎየት ኮላ ዓዋጅ ወጽዩ ብሰንኪ መን ብሰንኪ ማርዶኳይ ኣዋጅ መፅኡ እንታይ ክጠፍእ ኣለዎ እስራኤል ብምሉኦም ክጠፍኡ ኣለዎም ኦኬ እስራኤል ካብ ጠፍኡ ማርደኳይ እንዲ ምስጋድ ምስጋድ ኣብ እዩ እቲ ዘርኢ ክረኽቦ ይክእልን እዩ ማርደኳይ ጥራይ እንተቐቲልዎ እቲ ዘርኢ ኣብ መን እዩ ዘሎ ኣብ እስራኤል እዩ ዘሎ ስለዚ ፀላኢ ዓይኒ የብለይ ስኒ የብለይ ብሃሳሰ ለባም ውድእ ከብለካ ዝደሊ እቲ ዘርኢ ብምሉእ ምክንያቱ ኣይፈልጦን እዩ ዕላማ ኣምላኽ መደብ ኣምላኽ ኣብ ምን ከም ዘለዎ ኣይፈልጥን እዩ ስለዚ ንኣብየል እንተቐተለ ሴት መፅዩ ሴት ተኪኡ ካሕሳ ማለት እዩ ግን ኩሉ ግዜ እንታይ ክገብር ስለ ዝደሊ እግዚኣብሄር ዕላምኡ መደብ ክገብር ስለ ዝደሊ ሰይጣን ከዓ እንታይ ክገብር ስለ ዝደሊ ምስ ኣምላኽ ክፈላለየና ስለ ዝደሊ ዓለም ወይ ከዓ መደብ ኣምላኽ ኣባና ክፍፀም ስለ ዝደሊ ምብታን ይስርሑ ሕዝኩም ንሓሳበይ ስለዚ ኣባይ ናባኹምን መደብ ኣምላኽ ክፍጸም እዩ ስለዚ ንእስራኤል ብምልታ ኣዋጅ ወፂላ ኣዋጅ እንታይ እስራኤል ብምልታ ትጥፋእ ኢሉ ኣብቲ ማእከልካ ዘሎ ህዝቢ ዓብይን ሓያልን ተዘርዩ ኣሎ ኢልዎ ግን ምስጋድ ዝኣበየ መን እዩ ማረኳ ይጥራይ ነይሩ ግን መርዶካይ ጥራይ እንተቐቲሉ እቲ ብምሉእ እቲ ዘርኢ ኣብኡ እዩ ዘሎ ስለዚ ዘርኢ ብምልታ ክትፀንት ኣለዋ ሓሳብ ኣጋንንቶ ዝሰለጥ እንተኮይኑ ግን ኣምላኽ ከሞ ሓላዊኻ ከሞ እቲ ንእስራኤል ዝሕሉ ኣይድቅስን ኣየታኸስን ስለዚ ፀላኢና ካጥፋኣና እንተደለየ እሞቲ ዝሕልወናኸ ኣሜን ኣይንጠፍን ኢና ካብቶም ዘይጠፍኡ ዘርኢ ኢና ስለዚ ስኢና ብሓሳብ ሰብ ተኣኪብና ብሓሳብ ሰብ ንብተን ሰባት ኣይኮናን ብዕላማ ኣምላኽ ኢና ስለዚ ተጸበይዎም ኢሎም በቃ ንጌታ የሱስ ክርስቶስ እቶም ሃዋርያ ምስ ሰዓብዎ ኣቱም ሰባት ኢልዎ በቃ እዚ መን ከም ትብልዎ ምሁር ኣጋበሱ እዞም ሰባት ካብ ኣምላኽ እንተኾይኖም ክቕፅሉ እዮም ኢሎም ግደፉ ግደፉ ሓንቲ ነጥቢ ላ ክነግረኩም ኢሎም ሓንቲ ምኽረ ክመኽረኩም ኢሎም በዓል ታዲዮስ ትፈልጦም ዲኹም በዓል ይሁዳ ትፈልጦም ካብ ክንደይ ሰዓብቲ ነይሮም ብዙሓት እዚኦም ግደፎም ጌና ይጀምሩ ዘለዉ ብሓንቲ ግዜ ጥፊኹሞ ምሽ ዋ ኣይቐፀሉን ምክንያቱ ካብ ኣምላኽ ኣይነበሩን እዞም ሰባት እዚኦም ከዓ ሰብ ተዓዘብዎ ምክንያቱ ካብ ሰብ እንተኮይኖም ክብተነልኩም እዮም ኢሎም ካብ ኣምላኽ እንተኮይኖም ግን ምስ ኣምላኽ ክትበኣሱ ካይትርከቡ እግዚኣብሔር ዘመን እዚ ምስትውዓል ይሃብ ኣሜን ምስትውዓል ይሃብ ኣሜን ስለዚ ንእስራኤል ምእንቲ ካጥፋም ዝተለየ ኣስቴር ተወላዊ ኢላ ከምዚ እንዲ ኮይኑ ሰዓት እንዲ ኣኺሉ ከምዚ እንዲዩ ኣብ ግዜ ንጉስ እኳ ዘይእቶ ኢላ ኣንቲ ሰበይቲ ኢልዋ ኣስተውዕል ኢልዋ ኣስተውዕል እስኪ ኣስተውዕል በሉ ኣሕዋተይ ኣስተውዕል በሉ ኣሜን ኣስተውዕሉ ምድሓን ንኣምላኽ ዝጨጉሞ የለን ከምዚ እንደ ኮይነ ከምዚ እንደ ኮይነ ኣይትበል ስቕ በል ንስኻ እንተለኻ ዝፍጸም ነገር የለን ንስኻ ዘየለኻ ዝፍጸም ነገር የለን ኣምላኽ ስለ ዘሎ ዝፍጸም ኣስቴር ኢልዋ ኣይምሰልኪ ኢልዋ ትዕድል ተጠቐምሉ እስከ ትዕድል ክትጥቀመሉ እየ በሉ ኣስቴር ኢልዋ ትዕድል ተጠቐምሉ እያ እንተበልኪ ንስኹም ቤት ኣቦኹም ከጠፍኹም ምድሓን ንእግዚኣብሔር ጽግዋን ዝለ ኮፍ ከብል እዩ ኢልዋ ሕጽ ከይትሓልፈኪ ዋይ ምኽሪ ኢለ በቃ ብጣዕሚ ተግርም እዛ ምኽሪ እዚኣ ንዓይ ዋው ዓባይ ምኽሪ እዩ ኣንቲ ኣስተውዕል ኢልዋ ኣስቴር ቅልጥፍ ኢለ ከንበባ ኣስቴር ምዕራፍ 4 ቁጽሪ 14 በዚ በዚ ግዜ እዚ ስቕ እንተበልክስ ንኣይሁድ ሓገዝ ሓራን ካብ ካልእ ቦታ ክመጽእ እዩ ንስኽን ቤት ኣቦኽን ግና ክትጠፍኡ ኢኹም። ንስኺ ከምዚ ዝበለ እዋን ናብ መንግስቲ መጺኺ ናብ መንግስቲ መጺኺ እንተኾንኪ መን ይፈልጥ ትኽክል ካንኩም እያ መጽያ ኩሉ ግዜ ናብዚ ተረኺብና ኣለና ምሽ ንሕና ብዕላማ ኢና መፂና ነቲ ዕላማ እግዚኣብሄር ተፀቢና ተዓጊስና ግን እንተዘይወዲእናዮ ግን ክንረኽቦ ይንኽእል ኢና ብሩኻት ኣሕዋተይ ናብ መግዚ ዝመጻኺ ብዕላማ እንተኾንኪ መጺኺ እንታይ ይፍለጥ ኢልዋ ስለዚ ንስኺ ዳ ሕሰብ እምበር እግዚኣብሔር ንእስራኤል ከድሕና እያ የድሕና ድ ድሕናን ማይ ጋድ የድሕና ግን ተጠቐምሉ ትዕድል ይመኽረኪ ኣለኹ ኢልዋ ይመኽረኪ ኣለኹ ተጠቐምሉ ትዕድል ትድሕኒ ከይመስለኪ ኢልዋ ስለዚ እንታይ እዩ ዝብላ ዘሎ ኣምላኽ ብምድብ ግዜኡ በፂሑ ጀሚሩ እዩ ዝብላ ዘሎ ጀሚር ዶ ጀሚር ጀሚር በቃ እግዚኣብሔር መደብ እግዚኣብሔር ናይ መወዳእታ ናይ መርዶካይ ናብ ምስቃል ክትከይድ ኮላ ናይ እግዚኣብሔር ከዓ ናይ ምጅማር ናይ ምኽባር ጀሚራ ሃለሉያ ኣሜን ስለዚ ነገራትና ዝወድእ ክመስለና ከሎ ክብሪ ክመፅእ እዩ ኣሜን ስለዚ ማርዶካይ ኩሉ ተባሂሉ ገለ በቃ ገመድ ኩሉ ተዳሊሉ በቃ ማርዶካይ ኣብኡ ኣሎ መስቀል ኣብኡ ኣሎ ሃማን ኣብኡ ኣሎ ሰቐልቲ ኣብኡ ኣሎ ኩሉ ተረኺቡ ካልእ ከዓ ሕልፍ ዝበለ ከዓ ምን ኣሎ ክብሪ ኣምላኽ ኣብኡ ኣሎ ኣሜን ኩሉ እኮ ተወዲኡ ሰቃላይ ኣለዉ እቲ መስቀል ኣሎ ሃማን ኣሎ ሰቃሊ ተሰቃሊ ሞርዶኳይ ኣሎ እቲ ብዓቢኡ ዋና በዓል መደብ ምዱብ እግዚኡ ዝገብር ከ ኣምላኽካ ኣብኡ ኣሎ ማይ ጋድ ግን ብዓይኒ ሰብ ክትሪኦ ከለካ በቃ ኦሮማይ በሉ መልቀስ ኣይተብዝሑ ኣይተውሕዱ ኢካ ዘብለካ በቃ ደብዳበ ጽሒፍካ ሃየ በሉ ሓደራ በቃ ኣነ ይከይድ ኣለኹ ተወዲእለይ ዘብል ዝመስል እብለኩም ኣለኹ ሰብ እንተወዳእልካ እግዚኣብሔር ኣይውዳእልካን እዩ ኣሜን ነገስታት እንተወድእልካ እግዚኣብሔር ኣይውዳእልካን እዩ ኩነታት እንተወዳእልካ እግዚኣብሔር ኣይውዳእልካን እዩ ምክንያቱ ፀዋዒኻ ስለ ዝኾነ እቲ መደብ ኣባኻ ክገብሮ ዝደሊ ኣምላኽ ባዕሉ ስለ ዝኾነ ስለዚ ከምቲ ዓንቶ ዝበልክዎ ይሻግታል እንጂ ማንም ኣይበላም የሱስ ጎይታ እዩ ስለዚ በቃ ኢላቶም ኣስቴር ነጊርዋ ኩሉ ነጊርዋ ተዛሪብዋ ስለዚ ኣስቴር ክትምለስ ኮላ ርኢና ኢና በል ፆም ፀሎትን ሓዘለ ኢላቶ እግዚኣብሔር ካሽ ጣልቃ ኣትዩ እቲ ናይ ሰብ መወዳእታ ናይ እግዚኣብሔር መጀመርታ ንጉስ ከኽብሮ ዝደለየ ሰብ እንታይ ይግበረሉ ኢልዋ መን ጀሚሩ እስከ በሉ እግዚኣብሔር ጀሚሩ ኣብቲ ውርደትና ዝሓሰብናይ ክብረትና ሽዑ ይጅምር ብናይ ኣምላኽ ኣብቲ በቃ ዝበልናሉ እግዚኣብሔር ሽዑ ይጅምር ስለዚ ማርዶካይ ካልእ ይፅበ መርዶካይ ግን ልብሲ ንጉስ ተዳልዩ ኣሎ ፈረስ ተዳልዩሉ ሽልማት ተዳልዩሉ እቲ ስገደለይ ዝብሎ ዝነበረ ባርያ ናቱ ኮይኑሉ እ እንተልኩምኒ መርዶኳይ ሓመድን ሓምኹሽትን እግዚኣብሄር እንዳበለ ሃማን ጃዕጃዕ ክብል ተዓጅቡ ከይድ ከሎ መርዶኳይ ለማኒ ዝመስል ዝነበረ ቅድሚ ሰብ ኣሕዋተይ ነገር ይቅየር እዩ ምስ ኣምላኽ ተኣሚንካ ሓፊርካ ኣይትተርፍን ኢኻ ምስ ኣምላኽ ተጸጊዕካ ከሲርካ ኣይትተርፍን ኢኻ ስለዚ ሓሙኽሽቲ ዝኽደን ነበረ ሓሙኽሽቲ ተኸዲንካ ረሳሕ ክዳን ተኸዲንካ ኣብ ኣፍ ደገ ኣይከውነን እሞ በጃኹም ረሓቕ በሉ ኢላ ካይተረፈ ኣስተርልዕ ኢኻ ኣይፍቀድን እዩ ረሳሕ ቅማቕ ተኸዲንካ ኣብ እንዳ ንጉስኮ ኖ ኔቨር ሰብ ከይተሕፍር ነውሪ ልኢኻ ነቲ ነቲ ኣካ ሃታክ ሃታክ ባርያ ናይ ኣስቴር ካብዚ ከባቢ ኣርሕቆ ኢላቶ እኳ ኣስቴር ካይተረፈ ኣይፍቀድን እዚ ከባቢ ኢላቶ ስለዚ ክዳን ሰይዳትሉ ክዳንኪ ኣይደለኒ ክዳን ንጉስ ዘይኮነስ ክዳን ትልዑል ኣለኒ ስለዚ ሃማን ካልእ ሓሳቡ ማርዶኳይ ካልእ ሓሳቡ ናይ ሰብ እግዚኣብሄር ግን እቲ ማቕ ኣልጊሱ ናይ ክብሪ ክዳን ኣልቢስዎ ንማርዶካይ እዩ ስለዚ ስለምንታይ እንተ ኢልኩም መከራ ሕሊፉ እዩ ኣብ ኮፍ ኢሉ ንመን ተጸብዩ ንኣምላኽ ተጸብዩ ስለዚ እቲ ዓሰርተ ሓሙሽተ ዝነበረ ክዳኑ ቀይሩሉ ኢሉ ቀለቤት ድማ ሃብዎ ኢሉ ክዳን ሓድሽ ሃብዎ ኢሉ ቀለቤት ግበሩሉ ኢሉ ስለዚ እግዚኣብሔር ሰናይ እዩ ካብ ደቂ ሳኮር ከዓ እስራኤል እንታይ ገብር ከም ዝግብኦ ዝፈልጡ ክፈልጡ ምስትውዓል ዘመናት ዘላለዩ ኢልዎም ደቂ ይሳኮር ቀዳማይ ዜና ዓሰርተ ክልተ ናይ መወዳእታ ጥቕሰይ ሎማዓንቲ ምስትውዓል ዝሃበኩም እግዚኣብሄር ቀዳማይ ዜና ምዕራፍ ዓሰርተ ክልተ ሰላሳን ክልተን ካብ ደቂ ይሳኮር ከኣ ይብል እስራኤል እንታይ ክገብር ከም ዝግብኦ ኽፈልጡ ምስትውዓል ዘበናት ዘለዎም ይብል ምስትውዓል ዘበናት ዘለዎም ኣነስኹምን መደብ እግዚኣብሄር ነስተውዕል ሰባት ኮይና ደው ክንብል እግዚኣብሄር ይደልየና ኣሎ እግዚኣብሄር ይባርኩም ስለዚ መደብ ኣምላኽ ኣባኹም ኣሎ መደብ ኣምላኽ ኣባኹም ኣሎ መደብ ኣምላኽ ኣባኹም ኣሎ መደብ ኣምላኽ ሃባይ ኣሎ ስለዚ እግዚኣብሄር ዝመደቦ መደብ ክፍጽሞ እዩ እግዚኣብሔር ዝመደቦ መደብ ክፍጽሞ እዩ ስለዚ ካብዚ ሎማዓንቲ እንታይ ንመሃር ወሲድና ኣለና መደብ ኣምላኽ ኣባኹም ከም ዘሎ ፈሊጥኩም ንዝመጸኩም ዘበለ ኩሉ ብጽድቅን ብቅድስናን በቃ መጽሓፍ ቅዱስ ከም ዝብል ነቲ ዝኣተዎ ቃል እኳ ዘይልውጦ ይብል